እዚ ዛንታ ማርክ ሜሮ እዩ፣ ፍሉጥ ተጓሳጣይን ረስለርን ዝነበረ፣ ሎሚ ድማ ደረኽቲ መደረታት ኣብ ምሃብ እዩ ዝነጥፍ። ብዛዕባ ኣዲኡ ንተመሃሮ ኣብ ዝገበሮ መደረ ከምዚ ክብል ኣዕሊሉ ነይሩ፣ ኣደይ ኣዘያ እትፈትወንን ኣባይ ዝነበራ እምነት ድማ ዓብይን እዩ ነይሩ። ኣነ ግን ምስ መሳቶይ ክኸይድን ኣብ ጸወታን ሆይሆይታን ክነብርን ብምምራጸይ ግዜ ሂበያ ኣይፈልጥን እየ። ኣብ ኩዕሶ ክንጻወት ኣጆኻ ማርክ ኢላ ብዋዕ ዝበለ ድምጺ ክትደሃየኒ ከላ ኣደይ ምዃና ከይፍለጥ ርእሰየ ዘድንን ኔረ። ምስቶም ዘይጠቕሙ መዛኖይ ክዘናጋዕ ኣምስየ ናብ ቤተይ ክኣቱ ከለኹ ከዕልለካ ደልየ ክትብለኒ ከላ ደኺመ ኣለኹ ኢለ ማዕጾ መደቀስየይ ብሓይሊ ኣብ ገጻ ዓጽየዮ ፈልጥየ። ኣብታ እንኮ ኣባይ ዓቢ እምነት ዝነበራ ኣደይ። ሓደ መዓልቲ ናይ ረስትሊን ዑደት ነይርና ናብ ጃፓን ከይደ እንከለኹ ግጥም ድሕሪ ምውድእይ ኣብ መደቀስየይ ክፍሊ ደቂሰ እንከለኹ ሰዓት ሰለስተ ለይቲ ክፍለይ ተዃሕኩሐ ማርክ ናብ ገዛ ተሌፎን ክትድውል ኣለካ ግድን ሕጂ ሕጂ ደውል ምስ በለኒ ፍርሒ እንዳተሰማዓኒ እንታይ ከም ዝኾነ ንኽፈልጥ ናብ ቤት ደወልኩ። ኣብ ተሌፎን ድማ ኣዴኻ ዓሪፋ'ያ ምስ በሉኒ፣ ዝብሎን ዝገብሮን ዝሕዞን ዝጭብጦን ጠፍኣኒ። ምስ ኮነ እንታይ ይግበር፣ ጓህየይ ምውዳእ ስኢነ። ኣብ ህይወት ክንዲ ምንታይ ግዜ ከም እንነብር ንፈልጦ ስለ ዘየለ፣ ኣብዛ እዋን ንዅሎም ኣብ ዙርያና ዘለዉ ፈተውትና ፍቕርና ንግለጸሎም ብምባል ልቢ ዝትንክፍ ሓሳቡ ዛዘመ። ርኢኹም ኣብ ሂወት ኣብዛ ሓጻር ዕምርና ብዙሕ ዝኸሰርናዮ ይህሉ እዩ ብፍላይ ድማ ኣብዘን መዓልታት እንዝክሮም ኣብ ላምፔዱሳ ዝሃለቑና ልዕሊ 369 ፍቑራት ኣሕዋትን ኣሓትን ክንዲ ብዝሖም ሃንቀውታ ሕልሚ ኣብ ጽባቐ ምንባር ሰላምን ፍቕርን ዝምነዩ ምኽሳርና ወትሩ ዘሕዝን ዝኽሪ ኮይኑ እዩ ክነብር ሕልፊ ኩሉ ምእባድ ዝኣብየና ድማ ክንዲ ምንታይ ከም እንፈትዎምን እንግደሰሎምን ከይነገርናዮም ዝኸዱ ምህላዎም እዩ ዘኽብዶ። ደጊም ክንረኽቦም ዘይንኽእል ምዃንና ምስ ዘከርና እሞ መወዳእታ ዓለም መሲሉ ይስምዓና። ደጊም ከምዚ ኣየስምዓና እናበልና ኩልና ግዜና ሕጂ ጥራሕያ ኢልና እናሓሰብና ንሓውናን ንሓፍትናን ክንዲ ምንታይ ከም እንፈትዎምን እንግደሰሎምን ንግለጸሎም። ንስድራና ዓስቢ ጻምኦም ብትሕዞ ክንፈድይልና ግዜ ከይወሰድና ኣብ ህይወትና ብሉጻትን ክቡራትን ምዃኖም ንግለጸሎም። ንቐረብትና፣ ንፈተውትናን ንኣፍቀርትናን ስለ ኩሉ ጽቡቕ ጎድኖም ምስጋና ነቕርበሎም። ንፉዓት፣ ፈቃራት፣ ሓገዝቲ፣ በላሕቲ፣ ተዋዘይቲ ኩሉ ዓይነት ኢና ከሲርና እሞ ካብኡ ብዛይድ ድማ ክንዲ ምንታይ ኣብ ሂወትና ለውጢ ከምዘርኣዩ ከምዘዕበዩናን ባህታ ከምዝፈጠሩልናን ከይነገርናዮም ካልኦት ውን ከይጎድሉና ኣብዛ እዋን ንኹሎም እነፍቅሮምን እነኽብሮምን ምስጋናና ንልኣኸሎም ጽባሕ ኣይናትናን እያ ደበሳ ምስ ዘለዉ ብፍቕርና ብምንባር ይኹን። እዚ ለሰ ፕረዘንትስ እዩ ስለ ምክትታልኩም ኣዚና ነመስግን ሰላምኩም ይብዛሕ።